ሰላም ከመይ ትውዕሉ ዝኸበርኩምን ዝኸበርክንን ንሶኒ ዓሰርተ ሸሞንተ ግንቦት ዝተዳለወ ትሕዝቶ ዜና ስፖርት ሒዝናልኩም ተመሊስና ኣለና ከም ወትሩ ክትካተሉና ብኽብሪ ንዕድም። ብብምኽንያት ረዚን ክቡር በዓል ናጽነት ሃገርና ንሸሞንተ ክለባት ኣብ ክልተ ምድብ መቒሉ ክሰላሰል ዝቐነየ ውድድራት ትማል ሰንበት መጋረጅኡ ንምዕጻው ንምክለባት ኣልኣህልን ቀይባሕርን ንፍጻመ ጸሚዱ ውዒሉ ክልቲኤን ክለባት ኣብ ርብዒ ፍጻመ ንመጋጥምተን ብፍጹም ቅላዕ ኣልኣህሊ ንልምዓት ኣርባዕተ ብክልተ፣ ቀይሕ ባሕሪ ድማ ንዓዋተ ሓሙሽተ ብኣርባዕተ ብምርታዕ እየን ተራኺበን ዘለዋ። መዓስ እዚ ጥራይ ክልቲኤን ክለባት ኣብ ሓደ ምድብ ተደላዲለን ኣልኣህሊ ቀዳመይቲ ቀይሕ ባሕሪ ድማ ካልኣይቲ ኮይነን ዛዚመን እየን እንደገና ኣብዚ ናይ ፍጻመ ተራኺበን ዘለዋ። ኣብ ዝሓለፈ ናይ ምድብ ርክበን ኣልኣህሊ ኣብ ልዕሊ ቀይሕ ባሕሪ ክልተ ብ ሓደ ብምስዓር ጸብለል ኢላ ምንባራ ናይ ትማሊ ተዘክሮ እዩ። እዚ ናይ ሎሚ ውድድር ግን ብኹሉ ሸነኹ ፍልይ ዝበለ ስለ ዝኾነ ንኽትግምት ኣጸጋሚ ይገብሮ። ኣልሃዲ ብኣሰልጣኒ ዓምር ኣሕመድ እናተኣለየት ኣርባዕተ፣ ሰለስተ፣ ሰለስተ ንሙሳ ዓሊ ኣብ ሓላዊ ልዳት፣ ሳልሕ፣ እስማዒል፣ ዓደል፣ ሙሳ፣ ተኸላኸልቲ፣ ዓብደልዓዚዝ፣ ኣደም፣ ኣሚር፣ ኣከፋፈልቲ፣ ሃይሰም፣ ማሕየዲን፣ ካልድ ድማ ኣብ ምጥቃዕ ሒዛ ክትቀርብ እንከላ፣ ቀይባሕሪ ብወገና ብኣሰልጣኒ መሓመድ ዑመር ተመሪሓ ኣርባዕተ፣ ሰለስተ፣ ሰለስተ ኤቨን ኣማኑኤል ሓላዊ ልዳት፣ ኤስሮም፣ ሜሮን፣ ሄርሞን፣ ዳኒኤል ተኸላኸልቲ፣ ሰመረ፣ ዓብዱ፣ ኢብራሂም ኣከፋፈልቲ ኣብ ምጥቃዕ ድማ ንመሓመድ ዑስማንን ናቱን ሒዛ'ያ ቀሪባ። ከምቲ ልሙድ ምክትልን ኣቦ ወንበርን ፋናንስን ወዲ ሳልም ብመጉልሒ ድምጺ ንዕዱማት ሓለፍትን ኣጋይሽን ምስ ተጻወትቲ ሓጺር ናይ ምልላይ መደብ ድሕሪ ምግባሩ መድረኽ ናብቲ ንተዓዘብቲ ብልዑል ህንጡይነት ዝጽበይዎ ዝነበሩ ጸወታ ንምክያድ መድረኽ ንዳያኑ ገደፈሎም። ማእከላይ ዳኛ ዑመር መሓመድ ኑር፣ ናይ መስመር ዳያኑ መምህር መሓመድ ዓሊ ዑመር፣ መኮነን ግርማይ፣ ራብዓይ ዳኛ ሄኖክ ኣደርተ፣ ኮሚሽነር ጸወታ ዓብዱ እድሪስን እቶም ነዚ ወጣርን ከቢድን ጸወታ ክመርሑ ሓያል ብቕዓትን መሪሕነትን ዝሕተቱ ዳያን'ዮም። እቲ ምንታይሲ ሓደ ሓደ ግዜ ልዕሊ ኣእጋርን ብቕዓትን ተጻወትቲ ውሳነ ዳያኑ ንጸወታ ስለ ዝውስን'ዩ። ብፍላይ መዛዘሚ ከም ምዃኑ መጠን ኣብ ቅድሚ ዓበይትን ሓለፍቲ ኣጋይሽን ብቑጽሪ ኣዝዮም ብዙሓት ደገፍቲ ኮይኖም ስለ ዝመርሕዎ ኣዝዩ ጥንቃቐ፣ ኣድህቦ፣ ድፍረት፣ ርእሰ ተኣማንነትን ዝሓቶም ጸወታ'ዩ ክኸውን። ውሑዳት ተዓዘብቲ ብዛዕባ እዛ ግጥም ግምቶም ክህቡና ኣብ ዝተወከስናዮም መብዛሕትኦም ጸወታ ክትግምቶ ኣዝዩ ኣጸጋሚ ምዃኑ ብድብድቡ ክሓልፍ'ዮም ፈቲኖም ሓደ ካብኦም ግን ኣልኣህሊ ሰለስተ ባዶ ክትስዕር'ያ ክብል እንከሎ ሓደ ድማ ንምዱብ ግዜኤን ሓደ ብሓደ ዛዚመን ናብ ፍጹም ቅላዕ ከምርሓ ኣብኡ ድማ ቀይሕ ባሕሪ ብጸቢብ ናይ ሓንቲ ሸቶ ኣፈላላይ ክትዕወት ግምቶም ሂቦም ኣለዉ። ነዘን ካልእን ትጽቢታት ንምምላስ እዩ እምበኣር ማእከላይ ዳኛ ዑመር ላምባ ዝጠምዐት ፊስካ ነፊሑ ንጸወታ ዝጀመሮ። ጸወታ ብግስ ምስ በለ ኣብ ኣርብዓን ሓሙሽተን ካልኢት'ዩ ቅልጡፍ ፍጻመ ተጋሂድዎ። ተኸላኻላይ ቀይሕ ባሕሪ ሄርሞን ኣብ ተኣፋፊ ሸነኽ ሜዳ ኣብ ልዕሊ ሃይሰም በደል ብምፍጻሙ ዳኛ ቅለዕ መቕጻዕቲ ኣዘዘ። ኣድም ሓላፍነት ወሲዱ ዝቐልዓ ኩዕሶ ንስክላ ታሕተዋይ ዓንዲ ልዳት ተጎዝጒዛ ንግዳም ወጸት። ቀይሕ ባሕሪ ካብ ከምዚ ዓይነት ዋጋ ዝኸኸፍል ከኽፍላ ዝኽእል ውሳነታት ተዘይተቖጢባ ከም ምጥራዕ እዩ ክሕሰብ። ኣብ ራብዐይቲ ደቒቕ ውን ኣል ኣህሊ ማሕየዲን ካብ ዓብደልዓዚዝ ዝተቐበላ ኩዕሶ ብርእሱ ገጭዩ ናብ ልዳት ብዘእተዋ ሃይሰም ነዊሓቶ ከርክባ ኣይከኣለን ብጫፍ እግሩ ተንኪፉ ንግዳም ወጻቶ። ኣዝያ ክፍትን ዓባይን ዕድል እያ ነይራ። መበል ዓሰርተ ሓሙሽተ ደቒቕ ሕጂ ውን ኣል ኣህሊ ሃይሰም ካብ ካልድ መሓመድ ዝተቐበላ ውድእቲ ኩዕሶ ጸቒጡ ኣይሃረማን፣ ልዕሊ ትጽቢት ኣዝያ ልዒላ ንግዳም ወጸት። ኣል ኣህሊ ብዚ ንዝረኸበተን ሰለስተ ውድኣት ዕድላት ብዘይምጥቃማ ከምቲ ትማሊ ልምዓት ቅድሚ ዕረፍቲ ንዝረኸበተን ዕድላት ብዘይምጥቃማ ድሕሪ ዕረፍቲ ግን ኣብ ሓደጋ ዝወደቐቶ ከየጋጥማ ክትፈርሓላ ጥራይ ኢኻ ትኽእል። ኮይኑ ግን ንጸወታ በትልዮ ኣንፈት ትወስዶ ብምህላዋ ኩሉ ኣብ ረብሓኣ እዩ ዘሎ። ንጸወታ ዓብሊላያ ጀሚራቶ ዘላ። ተጻወቲ ቀይ ባሕሪ ዋላኳ ኣብ ዘየዕርፍ ሃለኽለኽ ይብሉ ይሃልዉ ናይ ምውዳብ ሕጽረት ግን ዝረኣየሎም ዘሎ ይመስሉ። ረጊኦም ክጻወቱ ክኽእሉ ኣለዎም ዝበለ መንሱር ኣፍዓበት እዩ። ጸወታ መበል ሰላሳን ሸውዓተን ደቒቕ ኣብ ዝበጽሓሉ ኣልኣህሊ ንዝረኸበታ ቀላዕ መጻእቲ ኣድም ቀሊዕዋ ሓላዊ ልዳት ኤቨን ኣብ ኣፉ ኣእተዋ። ድሕሪ ሰለስተ ደቒቕ ካብዛ ፈተነ ቀይሕ ባሕሪ ግብረ መልሲ ክትህብ ዝደለየት እንክትመስል ኣጥቃዓያ ናትናኤል ገብረገርግሽ ካብ ዓብዱ ናስር ዝተቐበላ ዓባይ ዕድል ኣይተጠቕመላን ኣፍኪሱ ሃሪምዋ ሓላውልዳት ሙሳ ከይተሸገረ ብእግሩ ተቖጻጺሩ ኣብ ሕቕፉ ኣእተዋ ኩሎም ተዓዘብቲ ነቲ ኣብ ቅድሚ ዕረፍቲ ሸቶ ናይ ምርኣይ ባህጎም ዘይሰመረ ናብ ካልኣይ እብረ ከሰጋግርሉ ኣብ ዝጀመሩ ግን ኣብ መበል ኣርብዓን ሓሙሽተን ደቒቕ ኣላህሊ ኣለኹልኩም በሉ ርኣዩ በለቶም ዓብዱልዓዚዝ ካብ ኣድም ዝተላእከትሉ ጽብቕቲ ኩዕሶ ኣብ ኣፍደገ ክልል ልዳት ኮይኑ ዝተኮሳ ተራር ኩዕሶ ንእሽተይ ተደሪባ ፍጥነታ ቀኒሳ ናብ ልዳት ኣብ ዝቐረበትሉ ሓላዊ ልዳት ኤቨን ኣምስ ኣሚር ዛኪ ኩዕሶ መን ቀዲሙ ሓዘ ፊት ንፊት ተፋጠጡ ኣሚር ቀዲሙ ስታክን ንዝስተንከፋ ኩዕሶ ኣብ ነብሲ ሓላዊ ልዳት ኤቨን ሃሪማ እንደገና ኣብ ነብሲ ኣሚር ተንኪፋ ምስ ሰኪዐት ተራኸበት መላእ ደገፍትን ተጻወትን ኣል ኣህሊ ኣብ ዲቕ ዝበለ ጽንብል ኣተዉ። ካብ ከቢድ ማእሰርትን ደርቅን ሸቶ መሊቖም ከመዝግቡ ብምኽኣሎም ናጽነት ከም ምርካብ'ዩ ዝቑጸር። ድሕሪ'ዛ ሸቶ ዝሰዓበ ፍሉይ ክስተት ኣይነበረን፣ ጸወታ ብመሪሕነት ኣል ኣህሊ ሓደ ባዶ ንዕረፍቲ ኣምርሐ። ካልኣይ እግረ ጸወታ ኣጥቃዓይ ኣልኣህሊ ሃይሰም ስዒድ ብየማናይ መኣዝን ሜዳ ኮይኑ ናብ ልዳት ክልእካ ዝሓሰበ ኩዕሶ እሞ ሓላዊ ልዳት ኤቨን ወጻኢሉ ክገድፋ ዝሓሰበ ትመስል ግን ከኣ ታሕተዋይ ዓንዲ ልዳት ኣነዛኒዛ ብዝተመልሰት ኩዕሶ'ዩ ጀሚሩ ኣልኣህሊ ከም ቀዳማይ እብረ ብቕልጥፍቲ ፈተነ ንቀይባሕሪ ክድህል ዝደለየ ትመስል ድሕሪ'ዛ ፈተነ፣ ክልቲኤን ክለባት ንዓሰርተ ሰለስተ ደቓይቕ ብዘይ ዝኾነ ፈተነታት ኣብ ዝቐጸላሉ፣ ኣልኣህሊ ኣብ መበል ሓምሳን ሸውዓተን ደቒቕ ካልድ መሓመድ ብየማናይ ሸነኽ ሜዳ እንሰላኣከትሉ'ሞ ሓላዊ ልዳት ቀዲሙ ተፊኡ ንዘውጽኣ ኩዕሶ ኣብ ጥቕኡ ጸኒሑ ሃሪሙ ምስ ሰኪዐት ኣራኸባ። መላእ ተጻወትን ደገፍትን ናብ ዲቕ ዝበለ ጽንብል የምርሑ ኣብ ዝነበሩሉ ግን ንመስመር ዳኛ መምህር መሓመድ ዓሊ ከየስተውዓሉሉ ጸኒሖም ሸቶ ካብ መስመር ወጻኢ ኮይና ብምጽናሓ ተሰረዘት። ናይ ብሓቂ ኣብ ከምዚ ዓይነት ጸወታ ብትብዓት ውሳነ ክትህብ ምኽኣል ዘደንቕ እዩ። ከምዚ ዓይነት ርእሰ ተኣማንነት ደያኑና ክዓቢ ምንዮትና እዩ። እንተ ቀይ ባሕሪ ግን እንትርፎ ተጻወቲ ኣልኣህሊ ኩዕሶ ኣብ እግሮም ከይሕዙ ዝገብርዎ ዝነበሩ ዘይዕርፍ ሃለኽለኽ ንፈተነ ወይ ንሸቶ ዝኾና ኩዓሳሱ ክትህንድስ ብዘይምኽኣላ ካብቲ ዘገርም ነገር እዩ። ሓይሊ ዝውስኹላ ፈጠራውያን ተጻወትቲ የእትያ ሚዛን ጸወታ ከተመዓራርዮ እንተዘይክኢላ ካልኣይቲ ተመዝጊባቶም ዝጸንሐት እሞ ዝተሰረዘትሎም ሸቶ ህያው ኣብነት'ያ ዝበለ ሚኪኤል እስቲፋኖስ'ዩ። ድሕሪ'ዛ ፍጻመ ቀይሕ ባሕሪ ኣብ ለውጢ ተጻወትቲ'ያ ኣትያ። ንዑስማን ሮሞዳን ኣውጺኣ ንሳይሞን ኣስመላሽ ንሜዳ ኣእተወቶ። ድሕሪ ሓሙሽተ ደቒቕ ካብ'ዛ ለውጢ ቀይሕ ባሕሪ ዓብዱ ናስር ካብ ርሑቕ ኣትሪሩ ዝሃረማ ኩዕሶ ሓላውልዳት ሙሳ ዓሊ ተፊኡ ኣብ ዝመለሳ ተቐባሊ ስኢና እንደገና ሙሳ ተቖጻጺሩ ኣብ ሕቕፎ ኣእተዋ። ተቐባሊ ከትረክብ ከተመዓራርዮም ትኽእል ዝነበረት ኣዝያ ዓባይ ዕድል'ያ ነይራ። ኣብ ሰብዓን ክልተን ከምኡ'ውን ሰብዓን ሸውዓተን ደቓይቕ ክልቲኤን ክለባት ንዝረብረባ ኣእጋር ተጻወትተን መብረ ንምግባር ለውጢ ናይ ተጻወትቲ ዝገበራ ኣልኣህሊ ንማሕየዲን ብኢብራሂም ሳልሕ ክትትክኦ እንከላ ቀይባሕሪ ብወገና ንሰመረ ሃይለ ብዮናስ ገብርሂወት ተኪኣ ንሜዳ ኣእተወቶ። ኣላህሊ ድሕሪ'ዛ ለውጢ ኣመሳርዓ ለውጢ ናይ ኣሰላልፋ ገበረት። ኣድም ካብ ማእከል ናብ ጸገማይ ምክልኻል ንተቐይሩ ዝኣተወ ኢብራሂን ድማ ኣብ ቦታ ኣድም ኣብ ምእሳር ምክፍፋል ኣሰለፈቶ። ቀይ ባሕሪ ብፍላይ ኣብ ስሳ ደቒቕ ንሳይሞን ተኪኣ ዝገበረቶ ለውጢ ርኡይ ዝኾነ ምምሕያሽ'ዩ ፈጢርላ። ሳይሞን ኣብ ቅድሚ ሓይሊ ብዘለዎ ፍጥነት ንተኸላኸልቲ ከሸግርን ናብ ማእከል ተመሊሱ ኩዕሶ ክቕበል ዝገብሮ ዝነበረ ጻዕሪ ሓይሊ ፈጢርላ'ዩ። ጸወታ ብኸምዚ መልክዕ እናቐጸለ ከሎ ግን ኣብ መበል ሰማንያ ደቒቕ ሓደ ፍጻመ ተጋህደ። ቀይ ባሕሪ ብመጠኑ ንጸወታ ተቖጻጺራ ኣብ ዝነበረትሉ ህሞት እቲ ብፍጥነት ተኸላኸልቲ ከሸግር ዝጸንሐን ሓንቲ ዕድል ተረኺቡ ክምሕሮም ከምዘይኮነ ብምንቅስቓሳቱ ከርእዮም ዝጸንሐ ሳይሞን ኣስመላሽ ካብ ማእከል ሜዳ ንዝተቖርጸትሉ ኩዕሶ ብማእከል ሰለስተ ተኸላኸልቲ ሓሊፉ ናብ ልዳት ይጎይ ኣብ ዝነበረሉ ህሞት ተኸላኻላይ ኣልኣህሊ እስማዒል ኢብራሂም ብማልያኡ ወጢጡ ኣብ ዘትርፈሉ መላእ ደገፍትን ተጻወትን ቀይ ባሕሪ ፊስካን ጭደራን ንከተማ ጊንዳዕ ኣናወጽዋ። ሓላቒ ጋንታ ኣስመሮም ንመጻወቱ እናርሓቐ ናብ ዳኛ ጥርዓን ከቕርብ ይረኣ። መላእ ተዓዛባይ ውን ውሳነ ዳኛ እንታይ ከምዝኸውን ንምዕዛብ ኣብ ተርባጽ ኣብ ዝኣተወሉ ማእከላይ ዳኛ ዑመር ንእስማኤል ብጫ ካርድ ሂቡ ኣብ ኣፍደገ ክልልዳት ቅላዕ መቕጻዕቲ ኣዘዘ። ዋላኳ ከም ናይ ኣርሰናልን ዌስትሃምን ኣብ ተስዓን ሓሙሽተን ደቒቕ ዝነበረት ወጣሪት ውሳነ ትዳረግ ኣይትኹን ርእሳ ዝኸኣለት ንዋንጫ ትውስን ከባድ ውሳነ ምንባራ ግን ብዙሓት'ዮም ዝሰማምዑላ። ናይ ብሓቂ እስማዒልን ኣልሃልን ዕድለኛታት'ዮም። ግደ ሓቂ፣ እስማዒል ንሳይሞን ኣብ ልዳት ከየእተወ ዝወሰዶ ስጉምቲ ትነኣድ'ያ ነይራ። ካብ ኣትያ ሓደ ብሓደ ዝኾኑ ወጢጡ ኣትሪፉ ንዝተረፋ ዓሰርተ ደቓይቕ ደቂ ጋንትኡ ተጸሚሞም ክውድኡዋ ይሓይሽ። ስለዝኾነ ኣልኣህሊ ኣብዛ ፀወታ ተተዓዊታ እቲ ዝዓበየ ዝምስገን እስማዒል እዩ ክኸውን ዘለዎ። መበል ሰማንያን ትሽዓተን ደቒቕ ኣልኣህሊ ንዝፀንሐ ዕብለላ ቀይሕ ባሕሪ ኣዲሃ ግዜ ክኸደላ ዝደለየት ክትመስል ብሓንሳብ ክልተ ለውጢ ናይ ተፃወትቲ ገበረት። ተስዓ ደቒቕ ኣኺሉ ዳኛ ንዝባኸነ ግዜ እስቲ ከዓ ተወሰኽቲ ሓሙሽተ ደቒቕ ኣብ ዝወሰኸሉ ፀወታ ብድራማቲካዊ መልክዕ ክዛዘም ዝገበረት ፍፃመ ተጋህደ። ቀይሕ ባሕሪ ተመዓራርያ ሸቶ ንምርካብ ኣብ ሃለኽለኽ እንከላ ብመልሰ መጥቃዕቲ ናብ ልዳታ ዝበፀሐት ኩዕሶ እቲ ኣብ መበል ሰማንያን ትሽዓተን ደቒቕ ተቓይሩ ዝኣተወ ኢብራሂም መሓመድ ብፍጥነት ቀዲሙ ንኩዕሶ ምስ ስኪዔት ኣራኸባ። መላእ ደገፍትን ተጻወትትን ኣልኣህሊ ካብ ከቢድ ማሕዩር ከም ዝወጸ ሱር መትሓዚ ብዘይብሉ ፍጹም ሓጎስ ኣብ ዲቕ ዝበለ ጽምብል ኣተዎ። ናይ ብሓቂ ንተዓዘብቲ ዋው ዘበለ ምርኢት ነይሩ። ከምዚ ዓይነት ጭደራ ኣብ ዓበይቲ ሊጋት ዓለምና እንተዘይኮይኑ ኣብ ሃገርና ከም በዓል ጊንዳዕ ጥራይ'ዩ ዝርከብ። ከተማ ጊንዳዕ ዓለማዊ ረቋሒ ዘማልእ ኮፍ መበልን ሜዳን እንተዝህልዋ ከኣ'ሞ ዕሉላት ደገፍትን ዕቑር ጸጋ ተጻወትታን ዓለማዊ ኣፍልጦ ረኺቦም ንሃገርና መስመይዋ ነይሮም። ድሕሪ እዛ ፍጻመ ዝሰዓበ ፍሉይ ክስተት ኣይነበረን፣ ጸወታ ድማ ብዓወት ኣልኣህሊ ክልተ ባዶ ተዛዘመ። ኣልኣህሊ በዚ ኣገዳሲ ዓወት ተሓጊዛ ተዓዋቲት ናይ ክቡር ረዚን በዓል ናጽነት ሃገርና ብምዃን ታሪኽ ሰኒዳ ኣላ። ቀይ ባሕሪ ብወገና ኩሉ ሓይላ ኣኻኺባ ብዘለዉዋ ተጻወትቲ ተዳሪጋ ንከም በዓል ዓዋተ ገሊፋ ኣብዚ ደረጃ ምብጻሓ ናእዳ ዝግብኣ እዩ። ብፍላይ ድሕሪ ዕረፍቲ። ዘርኣየቶ ብሉጽ ብቕዓት ንኽትመዓራረ ኣቃሪብዋ ነይሩ'ዩ። ብሓፈሻ ክልቲኤን ክለባት ዘርኣየኦ ብቕዓት ብፍልላይ ድማ ኣብ መዳይ ዲሲፕሊን ዘርኣየኦ ኣብነታዊ ስነ ምግባር ብስም ኩሉ ተዓዛባይን ዕዱማትን ብወገና ከነመስግን ንፈቱ። ዝኸበርኩምን ዝኸበርክንን ከምዚ ክትከታተልዎ ዝጸናሕኩም ብምኽንያት ረዚን በዓል ናጽነት ሃገርና ክካየድ ዝቐነየ ውድራት ብዓወት ኣላህሊ ተዛዚሙ ኣሎ። ብወገና እዚ ውድድር ብኹሉ ሸነኹ ኣዝዩ ጽፉፍ ኮይኑ ክዛዘም ንዝገበሩ ኣካየድቲ እዚ ውድድር ኣባላት ጸጥታ ደገፍቲ ልባዊ ምስጋና ከነቕርበሎም ንፈቱ። ብፍላይ ምክትል ኣቦ ወንበርን ፋናንስን ማሕሙድ ሳልም፣ ወዲ ሳልም፣ ነዚ ውድድር ዕዉት ኮይኑ ንኽዛዝም ምስ በጾቱ ዝገብሮ ዘሎ ጻዕሪ ምስጋና ዝግብኦ እዩ። ኩሉ ግዜ ኣብ ዝኾነ ስራሕ ካብ ብሓሳብ ንጉስ ምዃን ብግብሪ ጊላ ምዃን እዩ'ሞ ንዕቤት ኩዕሶ እግሪ ከተማናን ሃገርናን ንምዕባይ ኩልና ድኻምና ከይጸብጸብና ክንሰርሕ እናተማሕጸንና መደብና ኣብዚ ንዛዝም። ኣኣብ ዘለኹሞ ሰላምን ጥዕናን ንምነ። ሰሰናዩ።